ግን ንሕና ኣብ ገዛና እንጥቀመሉ ኢንተርነት ብናትና ሳይድ ኢና ንዛረብ ዘለና እምበር እቶም ኣይኤስፒ ዝጥቀምሉ ወይ ድማ ኤምኤስፒ ዝጥቀምሉ ኣይኮና ንዛረብ ዘለና ሓደ ቀዳማይ ዘድልየና ንብረት እዚ ሞደም ኢልና ንፅውዖ ንብረት እዩ እቲ ቀዳማይ ዘድልየና ንብረት እዚ ሞደም ኢልና ንፅውዖ ኮይኑ እዚ ከዓ እንታይ እዩ ዝጠቕመና ነቲ ዝመፀ ኣናሎግ ሲግናል ናብ ዲጂታል ቀይሩ ኢንተርነት ንክንጥቀም ዘኽእለና እዩ ማለት ብሕፅር ዝበለ እዚ ምናልባት ስፍሕ ዝበለ ኣርስቲ ኣብ ኔትዎርኪንግ ክንመሃር ከና ግን ብቐሊሉ እቲ ዝመፀ ኣናሎግ ሲግናል ካብቶም ኢንተርነት ሰርቪስ ፕሮቫይደርስ ናብ ዲጂታል ቀይሩ ዝህበና ኮይኑ ከምኡ እውን እቶም ኣብ ኣይኤስፒ ዝሰርሑ ፕሮቶኮልስ ምስቶም ኣባና ኣብቲ ኤንድ ዩዘር ዝሰርሑ ፕሮቶኮልስ ዘሰማምዓልና እዩ ማለት እዩ ዝተፈላለየ ዓይነት ሞደም ኣሎ እዚ ንሪኤን ዘለና ሕጂ ሓደ ካብተን ጅተን ዓይነታት ሞደም ክንርኢ ከለና ምስቲ ዓይነት ናይ ኢንተርነት ዝሰማማዕ ሞደም ኣሎ ንኣብነት ዲያል ኣፕ እንድሕዳ ጥቀም ኣላ ኮንካ ናይ ቴሌፎን ሞደም ኢኻ ትጥቀም DSL ዓይነት ኢንተርነት እንድሕር ድኣ የእቲኻ ከኣ ናይ DSL ሞደም ምስኣ ይህቡኻ ማለት እዩ ገንዘብ ትኸፍለላ ይህቡኻ ናይ ኬብል ኢንተርነት እንድሕር ዓይነት ትጥቀም ኣለኻ ከኣ ናይ ኬብል ሞደም ከዓ ምስኣ ይህቡኻ ማለት እዩ ናይ ሳተላይት እንድሕር ድኣ ትጥቀም ኣለኻ ኮንካ ከምዚ ናይ ቪሳት ገለ ንብሎ ከኣ ናይ ሳተላይት ሞደም ከዓ ይወሃበካ ማለት እዩ ሕጂ እቲ ናትና ኣይኤስፒ ወይ ብነፃ ክበና ይኽእል እዩ ኮንትራት ክንፈራርም ከለና ወይ ድማ ዋጋ ከፊልና ክንገዝኣ ንኽእል ኢና እታ ሞደም ማለት ካብኣቶም ንገዝኣ ማለት እዩ ድሕዳ እታ ሞደም ድሕዳ ከምዚ ከተስርሓና ዘይክላ ዘይተባላሸ ከዓ ኣብ ዕዳጋ ዝሽየጣ ሞደም ነቲ ንሕና ንጥቀመሉ ዘለና ዓይነት ኢንተርነት ንገዝእ ማለት እዩ ሕጂ እቲ ትጥቀመሉ ዘለካ ዓይነት ኢንተርነት ክትፈልጦ ክትክእል ኣለካ ቅድሚ ሞደም ምግዛእካ ቀፂልና ዘገድሰና ንብረት ከዓ ራውተር ዝበሃል ኣሎ ማለት እዩ ንኣብነት ኣብ ገዛና ኢንተርነት እንድሕዳ የእቲና እሞ ከዓ ዘለውና ስድራ ቤት 67 እንድሕዳ ኮይና ኣብታ ገዛ ንነብር ንኹልና መታን ክትጥቀም እታ ኣብ ገዛና ዝኣተወት ገመድ ሓንቲ ገመድ እያ ንሳ እንድሕር ናብ ላፕቶፕ ንኣቲና እታ ላፕቶፕ ጥራይ ኢንተርነት ዝህልዋ ማለት እዩ ስለዚ እንታይ ክንገብር ኣለና ራውተር ንገዝእ እሞ ናብታ ራውተር ነእትዋ እታ ራውተር ሽዑ ሲግናል ትዝርግሓልና ማለት እዩ ስለዚ ብዙሓት ሰባት ኮኔክት ክንገብር ድማ ተኽእለና ሕጂ እተን ዓይነት ራውተር ናይ ዋየርለስ ራውተር ኣለዋ ሕጂ ዋይፋይ እንዳህዳ ክንጥቀም ደልና እተን ናይ ዋየርለስ ራውተር ንገዝእ ማለት እዩ እተን ካልእ ከዓኒ ዋየርለስ ዘይኮና ራውተርስ እውን ኣለዋ ሕጂ መብዛሕተን እዚ ኣንቴና ዘለዎን ንሪኤን ዘለና ብስእሊ ዋየርለስ ራውተርስ እዮም ይሰራ ከምኡ እውን ኤክስተንደር እንብለን ከምዚን እዛ ቀዳመይቲ ስእሊ ንሪኣ ዘለና ብፀጋምና ዘላ ሰን ሕጂ ነቲ ዘለና ናይ ኢንተርነት ናብ ካልእ ቦታ ኤክስተንድ ክንገብሮ ተኽእለና ወይ ድማ ሓደ ኦፊስ ምስ ካልእ ኦፊስ ኣብ ንራኽበሉ እዋን ዘኽእላና ከምዚን ዝኣመሰላን ካልኦት ካብዚ ዝበልፃውን ብዙሓት ኣለዋ ኤክስተርናል ራውተርስ ኣለዋ ወይ ድማ ኣውዶር ራውተርስ ኢልና ንፅውዐን ማለት እዩ ራውተርስ ኣዝዩ ብዙሕ እዩ ዝተፈላለዩ ብዙሓት ካምፓኒታት እየን ዘፍርያ እቲ ብሉፅነቱ ሰርች ጌርካ ኢኻ ትረክብ ማለት እዩ እዚ ክንብል ከለና ግድን ነቲ ራውተር ክንገዝእ ኣለና ኣይኮንኩን ዝብል ዘለኹ ራውተር ንክንገዝእ ዘገድደና ምክንያት እዩ ብዝሒ ተጠቀምትና ክኸውን ይኽእል እዩ ማለት እዩ ተዘይኮይኑ ግን ካብታ ሞደም ገመድ ስሒብና ሓደ ሰብ ክልተ ሰብ ክንጥቀም ንኽእል ኢና ገሊአን ሞደም ከዓኒ ናይ ባዕላተን ቢልቲን ራውተር ስለ ዘለዋን ራውተር ምግዛእ የድልየናን ማለት ከም ሞደምን ከም ራውተርን ኮይነን ከገልግላና ስለ ዝኽእላ ብድሕሪኡ እዚ ኩሉ ምስ ወዳእና እታ ኣብ ገዛና ዘእተናያ ወይ ድማ ኣብታ ኢንተርነት ካፈና ዘእተናያ ኮኔክሽን ሰትኣፕ ምግባር ማለት እዩ ነዚ ክንገብር ኩሉ ግዜ ክኢላ ናይ ኔትዎርኪንግ ሓደ ቴክኒሽያን የድልየና ማለት እዩ እቲ ቴክኒሻን እንታይ ዝገብር መፅኡ ነቲ ናትና ራውተር ኮንፊገር ዝገብር እዩ ወይ ድማ ናይ ገመዳት ዝዝርጋሕ ንድሕር ኣለና ኮይኑ ከዓ ነቲ ገመዳት ብምዝርጋሕ ኮምፒውተራትናን ላፕቶፕ ኮምፒውተራትና ኩሉ ንክንጥቀም ዘኽእለና እዩ ማለት እዩ ብድሕሪ እዚ ኩሉ ምስ ገበርና ካልእ ዘድልየና ነገር የለን ኣብ ኮምፒውተርና ወይ ብራውዘር ተጠቂምና ኢንተርነት ምጥቃም ጥራይ ዘድልየና ማለት እዩ ዝኾነ ፀገማት ኣብ ዘጓንፈና ድማ ናይቲ ኢንተርነት ሰርቪስ ፕሮቫይደር ወይ ድማ እቲ ኣይስፒ ቴክኒካል ሳፖርት ደው ኢልና ንሓቶም ሓደ ሓደ ግዜ ኢንተርነት ክቋረፅ ይኽእል እዩ ብኣታቶም ወገን ማለት እዩ ስለዚ ኣብ ከምዚ ኩነታት ክንሓትት ከዓ ንኽእል ኢና ሕራይ እምበኣር እዚኣ ንሪኣ ዘለና ድማ ቲፒካል ዝኾነት ዋየርለስ ሆም ነትወርክ ዲዛይን ማለት እዩ ኣብ ገዛና ነትወቲ ኢንተርነት ኮኔክሽንና ከመይ ይመስል እዩ ዘርእየና ዘሎ ሕጂ እዚ ኩለን ክንዛረበለን ፀናሕና ንብረት እንድሕር ኢናየን ኣብዚ ተጠቓሊለን ኣለዋ እዚ እቲ ብክላውድ ዝረኣየና ዘሎ እቲ ኢንተርነት ንብሎ ኣለና ወይ ድማ እቲ ኢንተርነት ዝህበና ኢንተርነት ሰርቪስ ፕሮቫይደር እዩ ማለት እዩ ንኣብነት ኤሪቴል ክኾን ይኽእል እዩ ኤሪቴል ሓንቲ ገመድ ምስ ሃቡና ኣብዚ

ናይ ኬብል እንድሕር ዳ እትዮምልካ ናይ ኬብል ኣብዚኣ ክገብሩልካ እዮም ማለት እዩ ናይ ቪሳት እንድሕር ኮይኑ እቲ ኢንተርነት ኮኔክሽን ዲሽ ተኺሎም ኣብ ላዕሊ ካብኡ ዝመፅ ገመድ ከዓ ኣብዚ ናይ ሳተላይት ሞደም ክገብሩልና እዮም ማለት ብድሕሪ ካብታ ሞደም ሓንቲ ገመድ ዘርጊሕና ድማ ከምዚ ንሪኣ ዘለና ዋየርለስ ራውተር እንድሕር ዳ ጌርና ዋየርለስ እንድሕር ዳ ጌርና እዛ ዋየርለስ ብገመድ ኣልቦ ሲግናል ክዝርግሓልና ስለ ትኽእል እቲ ፅቡቕ ነገር ዝተፈላለየ ንብረት ንኣብነት ኣብዚ ንሪኦ ዘለና ላፕቶፕና ሕጂ ብዋየርለስ ትጥቀም ኣላ ኢንተርነት ማለት እዩ ሕጂ ኣብዚ ዘሎ ሓውና ክኸውን ይኽእል ክጥቀም ይኽእል ማለት እዩ እቶም ገሊኦም ዴስክቶፕ ኮምፒውተር ከዓኒ ብገመድ ኣራኺቦም ከዓኒ ክጥቀሙ ይኽእሉ ማለት እዩ ከምኡውን ናይ ኣይፒ ፎን ድሕር ኣለና ኮይኑ ከዓኒ ብኢንተርነት ጌርና መታን ክንድውል ኣይፒ ፎን ከዓ ኣብዚ ከነላግ ንኽእል ሞባይልና እውን ከምኡ ብዋይፋይ ክንጥቀም ንኽእል ማለት እዩ ሕጂ ስድራ ቤት ኮይና ብከምዚ ኣገባቢና ንጥቀም ማለት እዩ እዚ እዚኣ ሓንቲ ቲፒካል ኤግዛምፕል ናይ ዋየርለስ ሆም ኔትዎርኪንግ ዲያግራም እያ ማለት እዩ እቲ ቅርፂ ከምዚ ዝመስል ተን ዘድልያና ንብረት ክንዛረብለን ፀናሕና ከዓኒ ኣብዚ ንርእየን ኣለና ማለት እዩ እሞ ኣብ ናይ ሎሚ ትምህርትና ብዛዕባ ዓይነታት ኣገልግሎት ኢንተርነትን ምስ ኢንተርነት ክንራኽበሎም እንኽእል መንገድታት ኣብ ዝብል ኣርእስቲ ኢና ተማሂርና ብተወሳኺ ኢንተርነት ኣብ ገዛና ከነእቱ ዘድልዩና መሳርሒታት እውን ርኢና ኣለና ስለ ዝተኸታተልኩምና ኣዝና ነመስግን ዘለኩም ርእቶን ሕቶን ኣብ ኮመንት ከምቲ ልሙድ ክደፍና ዝቕፅል ትምህርትና ኣጠቃቕማ ኢንተርነት ዝብል ክኸውን እዩ